እምበኣር ናይ ሎሚ መደብና ሰበይትኻ ኣዚያ ከተፍቅረካ ትደሊ ዶ? እምበኣር ትደሊ ተኾንካ እዚኤን ነገራት'ዚኤን ንኽትገብር ድልው ክትከውን ክትክእል ኣለካ። ቅድሚኡ ግን ሓንሳብ ጽናሕ። እዝን ከምዝን ዝኣመሰሉ መደባት ናባኻ ክንዝርግሖ ስለ ዝኾንና፣ ሳብስክራይብ ግበር እንተ ፈቲኻ ኢኻ ላይክ ግጨወኒ እሱ ጥራሕ ኣይኮነን እስኻ ጥራሕ ምእንታን ከይትኸውንሲ ከባቢኻ ዘለዉ ኣዕሩኽትኻ ዘለዉ ብኸምዚ ነገራት ዝተሸገሩ እንተኾይኖም ኣካፍሎም ሼር ግበረሎም ብሓባር ክንጥቀምን ብሓባር ክንሕጎስን ሓዳርና ኣዝዩ ፍቕርና ምእንታን ክጥንክረልና ማለት እዩ ስለዚ ሕጂ ክንጅምር ኢና ደቂስካ ጸኒሕካ ንኮ ትስእ ምስ በልካ ጥምት ምስ ኣበልካዮ ጥራሕሲ ፍቕረይ ኣነ ኣዝየ ኣዝየ ዘፍቅረኪ ኢልካ እስኪ ብዛዕባ ፍቕርኻ እስኪ ትንትን ኣቢልካ እስከ ግለጸላ። ንኮ ከም ተፍቅራ ክትገልጸላ ከለኻ በዛና ፍቅሪ ትህባ ኣለኻ ማለት እዩ። እዚኦም ነገራት ከኣኒ ኣዝዮም ኣብ ውሽጣ ሰራውር ክሰዱ እዮም። ሓይሊ ክስምዓ እዩ፣ ጽንዓት ክስምዓ እዩ፣ ኩሉ ነገራታ በቃ ኣባኻ ዘለዋ ተገዳስነት ከድምዓልካ እዩ። እቲ ካልኣይ እንተ ኾይኑ ከኣ ምስ ተሳእኻ ዝስተ ድዩ ዝብላዕ ክትሰቲ ወይ ክትበልዕ ኢኻ። እዛ ሰበይትኻ እዛ ኣፍቃሪትካ እስኪ ካብቲ ትበልዖ ካብቲ ትሰትዮ እስኪ ኣኹልስ ኣስትይ ኣብላ እስኪ። እዚ እንድሕር ጌርካላ እንተ ኾይኑ እያ ክተፍቅረካ ዘይትኽእል። ካብኡ ብምቕጻል ካብኡ ብምቕጻል ናብ ምንታይ ክንመጽእ ኢና? ክትዛረበካ ከላ ጽን ኢልካ ትሰምዓ ዲኻ? እስኪ ዋጋ ከም ዘለዋ እስኪ ሃባ። ኩሉ ንጥፈታትካ እስከ ንእሸይ ጠጠው ኣብሎ። ንዕስኪ ክብርቲ በዓልቲ ቤተይ፣ ክብርቲ ፍቃሪተይ ኢልካስ ኮፍ እስከብላ። ሕራይ ኣነ ሕጂ ዝዓዮ ዘለኹ ዕዮ ገዲፈ ንዓኺ ንኽሰምዓኪ ምኽንያቱ እስኺ ልዕሊ ኩሉ ነገረይ ስለ ዝኾንኪ እስክበላ። እስከ ስምዓያ እንታይ ነገር እዩ ክመጸካ እንታይ ዓጸፌታ መልሲ እዩ ክመጸካ። እዚ እንድሕር ጌርካ ግዴታ ብውዴታ ክተፍቅረካ እያ። ካብኡ ብምቕጻል ውዕሎ ንስኻ ኣብ ስራሕካ ንሳ ኣብ ገዛኣ ድያ ኣብ ስራሓ ክትውዕሉ ኢኹም። እዚ ክትውዕል ከለኻ ኸኣ እስኪ ከመይ ከም ዝወዓለት ሕተታ። ሓጎስ እንድሕር ኮይኑ ንስኻ ተሓጎስ ሓዘን ተኾይኑ ንስኻ ኸኣ ኣጆኺ ደሓን ኣነ ኣለኹልኪ ኣብ ጎንኺ ኣለኹ ኢልካ ደግፋ እዚ እንድሕር ጌርካ ሓይላ ኩሉ ነገራ ምዃና ኣብ ውሽጣ ክትኣምን እያ እስኻ ምህላው ንዓኣ ኩሉ ነገር ምዃና ክትፈልጥ እያ። ክትድቅስ ከላ ንግስትኻ ምዃና እስከ ንገራ። ንግስትኻ ምዃና ትነግራ እንተ ኾንካ፣ እሳ እንታይ እያ ክትብለካ? ንጉሰይ! ስለዚ እዚ ብምግባርና ኣብ ህይወትና ፍቕርና፣ ሓዳርና፣ ሰላምና፣ ዕቤትና ክውስኽን ክዕምብብን እዩ። ልክዕ ከምዚ እንርእዮ ዘለና ግሪን ዝኾነ ደስ ዝብለካ ሓምላይ ዝኾነ ነገራት ኣብ ህይወትና ክዕምብቡ ክጅምሩ እዮም። እዚ ነገር እዚ እንድሕር ኮይኑ እምበኣር እዚ እንድሕር ኮይኑ እቲ ዝዘራእካዮ ትዓዞ ኢኻ። ናተይ ኣይኮነን ናይ ዩኒቨርስ ናይ ኩሉ ፍጥረት ሕጊ እዩ። ዝዘራእኻዮ ትዓጽድ ፍቕሪ እንተሂብካያ ፍቕሪ ክትመሰልካ እያ ትዕብይ ዝበለት ነገር ከዓ እስኪ ከም ነጥቢ ክውስኸኩም ምናልባት እዚ ነገር እዚ ኣየልመድካያን ክትከውን ትኽእል ኢኻ ፀገም ዝበሃል የብሉ ግዜውን ኣይሓለፈን ግዜ ኣለካ ብሕጂ እስኪ ተጠቀመሉ እዚ ነገር እዚ እንድሕር ተጠቂምካሉ ክትረብሕ ኢኻ ናትካ ነገር ምሃብ እዩ ድሕሪ ምሃብካ ከዓ ግዴታ ምቕባል ኣሎ ንኣብነት ንሓደ መሬት ምስ ሓረስካዮ ኣብዚሕ እዩ ዝመልሰልካ መሬት እኳ ከምዚ እንድሕር ኮይኑ ትኸማኻ ክሓስብ ከመዛዝን ክርዳእ ዝኽእል በዓልቲ ቤትካ ኣፍቃሪትካ እንታ ኮይና እያ ዘይትመስልካ ስለዚ ኣብ ምሃብ እስኪ ግዜና ነሕልፎ ከም ነፍቅራ እስኪ ንንገራ እዚ ብምግባርና እሳ ኣብ ህይወትና ዓቢ ነገራት መሊሳ ክተባዝሓልና እያ ቅልል ብዝበለ ከኣ ኣብነት ክበካ ኮሚደረ፣ ሽጉርቲ፣ ማይ፣ ዘይቲ ገለ ሒዝካ ኣላ ክትመጽእ ኢኻ። ጥዑም ጸብሒ ክትቅርብ ኣልካ እያ። እዚ ኩሉ ዋሃይዳ ጥዑም ጸብሒ ኢድካ ዝቆርጥም ነገር ክተዳልወልካ እያ። ዘርኢ እንተሂብካ ኢኸ ከመይ ዝኣመሰሉ ጓል ኣንስተይቲ ንነገራት ተራብሖም እያ። እዚ እንተኾይኑ ፍቕሪ ተሂብካያ ኣራቢሓ ክትበካ እያ፣ እቲ ሓደ እንተሂብካያ ግን ኣየድልየናን እዩ። ምኽንያቱ ኣብዚ መጺእና ዘለና ኣብዚ ትከታተል ዘለኻ ከመይ ጌርካ ፍቕርኻ ተዕቢ እዩ። ስለዚ ሓሳባትካ ዘረባታትካ ጥራሕ ብዛዕባ ፍቕሪ ፍቕሪ ፍቕሪ ጥራሕ ይኹን። ክትህባ ከለኻ ሃባ ኣይትነክየላ እሳ ብርግጽ እብለካ ኣለኹ ኣይክትንክየልካን እያ ጥራሕ እስኻ ዘለካ ብምሉኡ ሃባ። እንታይ ኮይኑ ክምለሰካ እዩ ድሕሪ እዛ ቪድዮ ድሕሪ እዚ ነገራት ምጥቃምካ ኣብ ኮመንት ክትጽሕፈለይ ክጽበ እየ። የቐኔለይ የቐኔለይ የቐኔለይ ግን ብዛዕባ እዚ ብኣካል ተደሊኻ ብኣካል ተደሊኻ ወትሩ ዓርቢ ኣብ ሊካፈ ክትመጸና ትኽእል ኢኻ ሊካፈ ኣበዩ ክትብል ትኽእል ኢኻ ኣብ ሃገረ ዩጋንዳ ከተማ ካምፓላ ኣብ ካሳንጋ ዝበሃል ቦታ ዝካየድ ዘሎ እዩ ካልእ ኣብ ካልእ ሃገራት ኢና ዘለና ኣብ ኢትዮጵያ ኣብ ሱዳን ኣብ ሊብያ ኣብ ኣሜሪካ ኣውሮጳ ኣውስትራልያ ከኣ ክትብለን ትኽእል ኢኻ ጸገም ዝበሃል የብሉን ወልሓንቲ ከይትሓስብ ነዚ ነገር ዝኸውን ኣዳልየልካ ኣለኹ መደባት ኣዳልየልካ ኣለኹ ኣብ ዙም ኣዳልየልካ ኣለኹ እሞ ብኸመይ ክረኽበካ እንተኢልካኒ እዚ ቁፅሪ እዚ ተጠቀም፣ ዜሮ ሸውዓተ፣ ዜሮ ትሽዓተ፣ ዓሰርተ ኣርባዕተ፣ ኣርብዓን ክልተን፣ ሰማንያን ኣርባዕተን። መእተዊ ዶ ረሲዑ ትብለኒ ኣለኻ? እወ ኣጆኻ ዝተደመሩ ክልተን ሓምሳ ሽዱሽተን እንድሕር ብቕድሚት ጌርካላ ብዋትሳፕ እዚ መደብ እዚ ርእየዮ ክጥቀም ደልየ ኣለኹ መደብ ውን ናይ ናጻ ኣለኒ ኢልካ እኒካ እሞ ክትሳተፍ ክትጥቀም ክትረብሕ ኢለ ንዓኻ ዘለኹ ኣነ እየ ጥራሕ ናትካ ነገር ምጽሓፍ ኹን ናተይ ነገር ከኣ ምሃብ እዩ ሰናይ ወሰናይ ንዓኻ ኹን ብሩኽ ሓወይ ክትጠቅመካ ትኽእል እያ ኣነ ኣብ ሓዳረይ ተጠቂመ ዝተዓወትኩሉ ነገር ስለ ዝኾነ ርብሓላ ተዓወተላ ተጠቀመላ ሰላም ዝኾነ ሂወት ከኣ ንበረላ እብለካ።